ናበይ'ዩ እቲ ጉዕዞ ሕጊ እንዳደለኻስ ጸግዒ ናብ ቲፌዞ መን'ዩ በዓል ውጥን መን'ዩ ዋና ትልሚ ኣሕዋት ዘተፋንን ደቅ'ደ ዘዳሚ እዚታት ተኾይኑ ኣብ ማህጸን ዘሎ ድቂ ዓዲ ምውዓል የለን ላተቐብረት ሓቂ ኩሉ ይተዓብኦ እቲ መሬት ይኹን ቀውጢ ከይተራእየ ይጥፋእ እቲ ዝጽዋዕ ለውጢ ዕንዝራ ምንዝራ ኣሰሰይቱን ቆራ ጓኖት ፖለቲካ ሰብ ሓሳብ ዕባራ እልፊ ጋሕታን ማሕታን ጠረውን ደረቕን መሲሎም ዝቐርቡ ነጎዳን መብረቕን ተስፋ እንዳቐምሰሉ ሰብ ተስፋ ክመስሉ ድምጾም ኣበሪኾም ድምጺ እናቐተሉ ቶባእ ድሕር ደጊም

ትሩፍ ድሕሪ ደጊም መኸረምቲ ብርዚ ንርእሶም ይስተይዎ ዝጸምቅዎ መርዚ ገጣሚ ብርሃነ ገብርሂወት።
ምልክታት ዘይሓላፍነታውያን መራሕቲ፣ ተሻዓይ ክፋል። ማክስ ፌቨር ዝተባህለ ጀርመናዊ ክኢላ ስነ ማሕበረሰብ ሳይኮሎጂስት ብዛዕባ ፖለቲከኛታት ካብ ዝጸሓፎ ንናይ ሎሚ ዛዕባና ዝኸውን ካብ ምህርኡ ክንወከስ ኢና። ማክስ ቬበር ንፖለቲከኛታት ኣመልኪቱ ሓንቲ ኣገዳሲት ፖለቲክ ኣልስ ቤሩፍ፣ ፖለቲካ ከም ጻውዒት፣ ትብል መጽሓፍ ኣላቶ። ኣብታ መጽሓፍ ፖለቲከኛ ዝበሃል ሰለስተ ኣገደስቲ ባህርያት ክህልዎ ኣለዎ ይብል። ካብተን ሰለስተ ዝገለጸን ነዛ ዛዕባና እታ ኣገዳሲት ዝኾነት መዐቀኒ ባህሪ ክንዛረበላ ኢና። እዛ ባህሪ እዚኣ ንዓወት ይኹን ንውድቀት ወሳኒት ረቋሒት ስለ ዝኾነት ድማ ሎሚ ከም ዛዕባና ክንትንትና ኢና። እዛ ናይ ሎሚ ኣርእስትና ሓላፍነታዊ ምዃን ትብል ኣርእስቲ እያ። እወ ሓላፍነታዊ ምዃን ንሓደ ከም ውልቅን ከም ፖለቲከኛን ኣዝዩ ኣገዳሲት ባህሪ እያ። እዛ ባህሪ እዚኣ ናብ ኣንፈት ዓወት ዲኻ ኣንፈት ውድቀት እተምርሕ ዘለኻ እትውስን፣ ረቋሒት እያ። ንውልቃውን ፖለቲካውን ከይዲ ከም ቀንዲ መርሖ ዓወት እያ እንተበልናያስ ምግናን ኣይኮነን። እዛ ባህሪ እዚኣ ንውልቃዊ ህይወት ሓደ መራሒ ይኹን ዝሰርሖ ፖለቲካዊ ጉዕዞ እታ መሰረታዊት መዐቀኒ ብቕዓት እያ። ብቑዕ ሰብን መራሕን ጥራይ እዩ ነዛ ባህሪ እዚኣ ክላበሳ ዝኽእል። እቶም ዘይብቑዓት ክላበስዋ ዘይክእሉ ኣይዕወቱን እዮም። ስለዚ ድማየ ነዞም መናእስያት ካብ ዘይዕወት ፕሮጀክት ጉጅለ ግንባር ርሓቑ ዝብል ዘለኹ። ጉጅለ ግንባር ብዘይ ሓላፍነታውያን መራሕቲ ዝተጀመረ ናይ መሳፍንቲ ማሕበራዊ ሚድያ ምትእኽኻብ እዩ። እዛ ይትረፍ መንግስቲ ጥዑይ ውዳበ ክትፈጥር ዘይትኽእል ጸያቒት ማዕጺድ ጉጅለ ግንባር እንትርፎ እተባኽኖ ግዜን ጉልበትን እተፍርሶ ማሕበራዊ ምትእማምን እተምጽኦን እትጓናጸፎን ዓወት የለን። ጉጅለ ግንባር ዝተፈላለየ ውዳበታትን ትካላትን እንዳፍረሱ ብዝመጹ ዝተኣከበት ናይ ምፍንጣሕ ጉጅለ'ያ። እዛ ውዳበን ጥርናፈን ክትርኢ ከላ ዓይና ደም ዝመልኣ ጉጅለ እምበኣር ነዚ ጀሚራቶ ዘላ ናይ ጽላለ ከይዲ ጽንሕ ኢላ ክትጥንጥኖ ምዃና ከይተደቀሰ ዝተሓልመ'ዩ። ስለዚ። ካብ ግዜኹምን ገንዘብኩምን ዘባኽን ጉጅለ ርሓቑ። ኣብዚ ወፍሪ ዝገበረ ሰብ ኣይከስርን እዩ ዝብል ዘረባ በየነ ኣየዕሽኹም። እቲ ሓደ መብጽዓ ክኣትዎ ዝደሊ ኣነ ኣብዛ መንገዲ እዚኣ ኢንቨስት ዝገበረ ሰብ ኣይከስርን። ኣብዛ ጉዕዞ እዚኣ ግዜኡ ዓቕሙ ዘጥፈኣ ሰብ ኣይክኸስርን ጥራይ ርግጸኛ ኮይኑ ክኣቱ ክኽእል ኣለዎ። ርግፀኛ ኮይኑ ክኣ ትኽእላ። ኣብ ዘይዕወት ጉጅለ ወፍሪ ኣይትግበሩ። ዘይሓላፍነታውያን ሰባት መራሕትን ክዕወቱ ኣይክእሉን እዮም። ኣብ መጻኢት ኤርትራ ክትመርሑ ይኹን ኮረነላት ክትኮኑ ሕጂ ዋጋ ክፈሉ ዝብል ድሑር ፖለቲካዊ ጎስጓስ በየነ ከታልለኩም ኣይግባእን። ኮረኔል ውን ክህሉ ተኾይኑ እዛ ባይታ እዩ ጽባሕ ንግሆ ሰልጠነ። ጀነራል ውን ክህሉ ተኾይኑ ኣብዛ ባይታ እዩ ጽባሕ ንግሆ ዋጋ ክኸፍል ኣለዎ።
የስ ስልጣን እየ ዝደሊ እንድሕር ኢልካ እውን እኮ ዋጋ ክትከፍለላ ኣለካ ዝኽፈል ስልጣን ነታ ስልጣን ዝኽፈል ዋጋ ኣሎ ስልጠነ ነታ ስልጣን ዝኽፈል ዋጋ ኣሎ እዚ ህግደፋዊ ሓሳብ ፀረ መበገሲ ዕላማና እዩ ዕላማና ነቲ ናይ ህዝቢ ዋንነት ዝኾነ ስልጣን ንህዝቢ ምርካብ እዩ ህዝቢ እንተመሪፅካን ዓቕሚ እንተልይካን እዩ መራሒ ሃገር ጀነራል ከምኡ ውን ኮረኔል ዝኽወን ኣይኮነን ከምዚ ናይ በየነ ዘረባ ስልጣን ናይ ዝቃለሱ ዩ ዝብሃል ዘረባ ጸረ ህዝባዊ ቃልሲ ናይ ስልጣን ናይ ህዝቢ ዩ ስልጣን ናይ ብህዝባዊ ድምጺ ዝምረጽን ዓቕሚ ዘለዎን ሰብ ዩ እምበኣር ሎምዓንቲ ናብቲ ሓላፍነታውያን መራሕቲ ዝብሃሉኸ እንታይ ዓይነት ባህሪ ዘማልኡ ዮም ዝብል ክነስግረኩም ኢና ቀዳማይ ሓላፍነታዋን መራሒ ሓላፍነት ዝስከም ክኸውን ይግባእ ብዝገበሮ ጌጋ ይኹን ቁኑዕ ጥራይ ዘይኮነ ብክገብሮ ዝግብኦ ስራሕ ግን ድማ ብዘይ ምግባሩ እውን ሓላፍነት ዝስከም ክኸውን ይግባእ። መራሕቲ ጉጅለ ግንባር ግን ነቲ ብሃታ ሃታ ዝጀመርዎ ከይዲ ናይ ጉጅለ ግንባር ከማን ሓላፍነት ክስከሙሉ ኣይክእሉን። በረኸት ካሕሳይ ኣብ ዝሓለፈ ቃለ መሕተቱ እቲ ከይዲ ከምቲ ዝደለናዮ ኣይከደን፣ ምፍሻል ናይዚ ከይዲ ድማ ንሕና ዘይኮና ደምበ ፍትሒ ዝስከሞ ክብል እዩ ተሰሚዑ። ወሲኹ እውን ካብ ሓላፍነት ንምህዳም ንሕና መራሕቲ ኣይኮናን ክብል መስደመም ዝኾነ ዘረባ ተዛሪቡ። ሲቲ ክውንነት
ሰኣን ዓቕሚ ድዩ ሰኣን ብዙሕ ኩነታት ከምቲ ንደልዮ ክኸውን ክትብሎ ኣይትኽእልን ኢኻ ርዱእ እንድዩ። ይትረፍ ንሕናስ ኣሜሪካ ከምቲ ትደልዮ ሚእቲ ካብ ሚእቲ ኣብ ቬንዙዌላ ተዓዊታ ክትብል ኣይትኽእልን ኢኻ። ከምኡ እዩ ኩሉ ግዜ ኣብ መስርሕ እዩ ማለተይ እዚ ከምኡ ምባል ጽቡቕ እዩ። እዚ እቶም መስረቲ ግንባር ንበሃል ወይ እቶም ካልኦት ገለ በይንና ንሕተተሉ ነገር ኣይኮነን። ብኣሉታ ኹን ብኣውንታ ናይ ኩላህና እዩ። ኣብዚ ጉዳይ እዚ ጉድለት ነይሩ ገለመታት ሰብ ይርእዮ እንድዩ። እቲ ባዕላዊ ባዕላዊ ገሊኻ ብወድዓዊ ምኽንያታት ድሕሪ ሎሚ ግን ንሕና ኣይኮናን መራሕቱ እዚ ግንባር። ከም ኣድጊ ሓምለ ፍንጭራዕ ክብሉ ዝጀመርዎ ከይዲ፣ ነቲ ዝነጸልዎን ብህግደፋዊ ሓሳብ ዝጠቀንዎን ደንበ ተቓውሞ'ዮም እዩ ከሰክሞ ተራእዩ። ምኽንያቱ በረኸትን ጉጅለ ግንባርን ዘይሓላፍነታውያን ስለ ዝኾኑ'ዮም ጸይቅታቶም ንኻልእ ኣካል ከሰክሙ ዝተራእዩ። ካልኣይ፣ ሓላፍነታዊ መራሒ ኣርሒቑ ክርኢ ይግባእ። ዝኾነ ይኹን ዝውስኖ ውሳነ ሳዕቤን ስለ ዘለዎ፣ ተግባሩ ኣድቂቑ፣ ይምርምርን ይሓስበሉን። ጌጋ ፈጺመ ኣብ ዝብለሉ እዋን ከኣ ብዘይተጎልባብነት ሓላፍነት ይስከም፣ ይቕረታ ይሓትት። ካብ ጌጋኡ ተማሂሩ ድማ ብቐጻሊ ከጸብቕ ይሰርሕ። ብውዕዉዕን ህውኽ ስምዒትን ስጉምቲ ክወስድ ኣይደፋፍእን። መራሕቲ ጉጅለ ግንባር ግን ኣዝዮም ቁጥዓትን ህውኻትን እዮም። ብዘይ ዝኾነ ምሕሳብን መጽናዕትን ኣብ ሓደ ረፍቲ ኣርባዕተ ጸላእቲ ኣለዉና ክብሉ ኣይሓፍሩን። እንተኾነ ነቲ ዝገበርዎ ጌጋ ኣብ ክንዲ ብይቕረ ዝእርሙ ጌጋታቶም ክደግሙ ተራእዮም እዮም። ጌጋ ድማ ነቲ ጌጋ ኣፍልጦ ብምሃብን ብምእራምን እምበር ጌጋ ብምድጋም ኣይእረምን እዩ። እቲ ከምኡ ዝገብርሉ ቀንዲ ምኽንያት ዘይሓላፍነታውያን መራሕቲ ስለ ዝኾኑ እዮም። ዘይሓላፍነታውያን ሰባት ናይ ጌጋኦም ሓላፍነት ክወስዱ ባህርያቶም ኣይፈቕደሎምን እዩ። ሳልሳይ፣ ሓላፍነታዊ መራሒ፣ ተኣማንን ቅኑዕን ክኸውን ኣለዎ። መርሕነት ቅኑዕ ስነ ምግባር ዝሓትት ምዃኑ ስለ ዝፈልጥ ኩሉ ግዜ ሓቂ ክዛረብን ዘይክውንነታውን ዘይትግበራዊ መብጽዓ ክኣቱ ኣይፍትንን እዩ። ሓቅነት ማለት ቅኑዕ መረዳእታ ምሃብ ማለት እዩ። እቶም ሓላፍነታውያን መራሕቲ ዝኾኑ ንእምነት ሰዓብቶም ኩሉ ግዜ ሓቀኛታት እዮም። ንትካላቶምን መትከላቶምን ድማ እሙናት እዮም። እዞም ናይ ዘመንና መሳፍንቲ ማሕበራዊ ሚድያ መራሕቲ ጉጅለ ግንባር ግን ነዚ ኣምር እዚ ብግህዶ እዮም ዝጥሕስዎ። እረ ተዓጢቖም እዮም ኣንጻር እቲ መትከል ዝሰርሑ፣ ነቲ መንእሰይ ክንዲ ዘለዎም ዓቕሚ ብቕኑዕ ክነግርዎ ዝፍትኑ፣ ዘየለ መብጽዓን ዘየተግብርዎ ቃልን እዮም ዝኣትውሉ። ዘረባ በየነ ሰሚዕኹም ጥራይ እዚ ዝብሎ ዘለኹ ሓቅነቱ ከተራጋግጹ ትኽእሉ ኢኹም። ዓቕሚ ዘይብልካ ክንስኻ ዓቕሚ ኣለኒ ኢልካ ምፍካር እቲ ልሙድ ጎስጓስ እዩ። ንኣብነት እኳ ኣብ ብራኸ ሸው ቀሪቡ ንኢሳያስ እንኣልየሉ መንገዲ ኣመልኪቱ ዝበሎ ዘረባ ጥራይ ሰሚዕኹም ማዕረ ክንደይ ካብ ቅንዕናን ተኣማንነትን ዝረሓቑ ምዃኖም ክበርሃልኩም እዩ። ሰማይ ተቋጻጺርና ኢና ክንቅይሮ ኣብ መሬት ዘየድማዕኻስ ሰማይ ሰማይ እዚ ምጥማት። ሕጂ
እዚኦም ትኽክል እዮም ናይ ኤርትራ ኣማራጺኦም ኣይትዓንቅፍዎም ዝብል ግሪን ላይት ጥራሕ ኢና ንደሊ። እዚኣ ምስ ገበርና ከምዚ ናይ ቀደም ከምዚ ናይ ሊብያ ብዙሓት ሰራዊት ኣሰሊፍካ ታንኪ ጌርካ ኣሽሓት ሰራዊት ጌርካ ኣይኮንናን ክንገብሮ ንሕና እቲ ስርዓተ ለውጢ ናይ ሓፂር ግዜ ብቴክኖሎጂ ዝግበር ኣይኮነን ማሕበረሰብ ዓለም ሲ ህዝብና እውን ብምሉእ ናብ ረጂም ቸንጃ ይኣቱ ብተወሰኑ በቲ ዓውዲ ዝሰልጠኑ ጌርና ሰማይ ተቖጻጺርና ኢና ክንገብሮ። ድፋዕ ፍሒርካ፣ ታንክታት ኣብዚሕኻ፣ ኣርበጂታት ተኺልካ ገለ ዝግበር ስርዓታዊ ለውጢ የብልናን። ተቐይሩ ስለ ዝኾነ እቲ ናይ ዓለም ኩናት እውን ንባዕሉ ተቐይሩ ስለ ዝኾነ ረጅም ቸንጅ ክንብል ከሎና ብዙሕ ደም ብዙሕ ተኹሲ ብዙሕ ኩናት ሸውዓተ ሸሞንተ ዓመት ዝወስድ ዝመስሎ ብዙሕ ሰብ ኣሎ። ሰለስተ ወርሒ ክኾን ይኽእል ክልተ ወርሒ ክኸውን ይኽእል እዩ። ምስቲ ውሽጢ ዓዲ ዘሎ ህዝብና ንፈጥሮ ርክብ ንፈጥሮ ኮኔክሽን ንሱ እዩ ዘሳልጦ። ዘይሓላፍነታውያን መራሕቲ ብኸመይ ኢና ንፈልጦም? ዘይሓላፍነታውያን መራሕቲ ዝበሃሉ ከመይ ዝበሉ እዮም ንዝብል ሕቶ ሕጽር ዝበለ መልሲ ክወሃብ እንተኾይኑ፣ ልክዕ ከም መራሕቲ ጉጅለ ግንባር እዮም። መራሕቲ ጉጅለ ግንባር ዘይሓላፍነታውያን መራሕቲ ድዮም? ንዝብል ሓታታይ ድማ እወን ፈረቓን እዩ መልሰይ። ዘይሓላፍነታውያን ስለ ዝኾኑ እዮም ነቲ ክሓዊ ዝነበሮ ዝቖሰለ መንእሰይ በርጌድ ንሓመዱ ኣብ ልዕሊ ቁስሉ ጨው ዝንስንስሉ ዘለዉ። ዘይሓላፍነታውያን ስለዝኾኑ እዮም እቲ ብኣማኢት ኣሽሓት ዝቑጸር ዕዳታት ዘለዎ መንእሰይ ኣብ ክወጾ ዘይክእል ዓዘቕቲ ዘእትውዎ ዘለዉ። ዘይሓላፍነታውያን ስለዝኾኑ እዮም ነቲ ክስከምዎን ክበቕዕዎን ዘይክእሉ ረጂም ቸንጅ ብዝብል ጭርሖ ኣብ ሓሳብን ንድፍን ዘየስፈርዎ፣ ጉዳይ ዕድኡ ከይገብር ዘስክርዎን ዝሰብክዎን ብናይ ሓሶት መብጽዓታት መሊሱ ክዕደን ካብ ዘለዎ ክወፍን ዝገብርዎ ዘለዉ። ዘይሓላፍነታውያን ስለዝኾኑ ከኣ እዮም ኣብ ባይታ ንሰርሕ ኣለና ምስ እሜሪካ ካብቶም ምሁራት ንላዕሊ ሽርክነት ኣለና ኢሎም ነቲ መንእሰይ ከዳናግርዎን ከታልልዎን ዝፍትኑ ዘለዉ። ምሁር ጥራይ ኣይኮነን ዝመርሕ ምስቶም ኣሜሪካውያን ካልኦት ውን ዝተዛረብናዮም ኣበይ ኣለዉ ዶኳትርኩም ፕሮፌሰራትኩም ኣይበሉናን እ ካብቶም ዶኳትርናን ፕሮፌሰራትናሲ ኣባና ዝረኸብዎ ኣድናቖት ወይ ፈርስት ኢምፕረሽን ዝበሃል ኣሎ ናይ መጀመርያ ምሳጠ ካብ ሓደ ፕሮፌሰር ናተይ ንበየነ ዝኣመሰሉ ከም ኣብ ቅድሚ ኮይኑ ዘድነቑ ኣለዉ ዝድነቑሉ እዞም ናይ ፖለቲካ መሃይማት ዘይሓላፍነታውያን ዓገብ ክበሃሉን ክኹነኑን እንተዘይክኢሎም ስጋኻ በሊዖም ብዓፅምትኻ ሓዊ ኣጒዶም ክስሕኑን ክማሙቑን ክፍትኑ ምዃኖም ኣይትረስዕ ሕጂ እውን ኣብ ደምካ ምምጻዮም ዝርከቡ ዘለዉ ነዘይ ሓላፍነታውያን መራሕቲ ንቕሓሎም። ኣሕጽር ኣቢልና ሸውዓተ ምልክታት ባህርያት ዘይሓላፍነታውያን መራሕቲ ከምዞም ዝስዕቡ ክንዝርዝሮም ንኽእል። ቀዳማይ፣ ካብ ተሓታትነት ይሃድሙ፣ ጌጋኦም ንኻልእ የሰኩሙን የላግቡን። ካልኣይ፣ ካብ ትካላት ንላዕሊ ውልቀ ስሞም እዩ ዝዓብዮም። ትካላት እንተሃልዮም ድማ ከም ዋኒን ውልቆም ብዝበልዎ ጥራይ ዝእዘዝ ክኸውን ይደልዩ። ናቶም ስምን ክብርን ልዕሊ ትካል ይርእይዎ። ሳልሳይ፣ ቁጥዓትን ሃደድትን እዮም። ኣብ ልዕሊ ብጾቶምን መሳርሕቶምን ይጭድሩን የጭበርብሩን። ሃብቶም ተስፋሁነይ ብዘይ ዝኾነ መጽናዕቲ ብስምዒትን ሕርቃንን ኣርባዕተ ጸላእቲ ኣለዉና ዝበሎ እንተዘኪርኩም ጥራይ እኹል እዩ። ሓደ ዕላል ከዕልለኩም የሕዋት። ኣርባዕተ ፀላእቲ ኣለውና ክነግረኩም እዩ ህግደፍ ሕወሓት ፋኖ ሻዕብያ ናምበርቱ ውድባት ኢና ወይ ድማ ተቃለስቲ ኢና በሃልቲ ኣርባዕተ ፀላእቲ ኣለውና ራብዓይ ስጡም ውዳበ ስርሖምን ተግባሮምን ክግምግም ስለ ዝኽእል ኣዝዩ ድኹም ውዳበ ክህሉ እዮም ዝሰርሑ ዝእከብ እምበር ዝውደብ መንእሰይ ኣይደልዩን። እንተኾነ ግን ስጡም ውዳበ ከም ዘለዎም እዮም ዝዛረቡ። ብጓይላ ንዝኣከብዎ መንእሰይ ከም ዝወደብዎ ገይሮም እዮም ዝዛረቡ። እዚ ብቐዳማይ ኣብ ኣዳራሽ ተኣኪቡ መዛዘሚ ሰሚናር ዘጸንብል ዝነበረ ኣካል ህዝቢ ይኮን ኣባል እዩ። ናይቲ ግንባር ኣባል እዩ። ብመስርዕ፣ ብሓይሊ፣ ብጋንታ ቆይሙ ዘሎ እዩ። ኣብ ጎረቤት ሃገር ቆይሙ ዘሎ ቁሙጥ ሓይሊ እዩ። ልዕሊ እዚ ሓይሊ የለን። ሓሙሻይ፣ መትከል ኣልቦ እዮም። ክንዲ ኮፍ ኢሎም ዝሓስቡን ዘስተንትኑን ካብ ውዳበ ናብ ውዳበ ምንጣር ይመርጹ። ሃሞማዊ ፖለቲካዊ ባህሪ'ዩ ዋና መለለይኦም። በቃ ጥዕም ግድፍ'ዩ ስርሖም። ሻድሻይ፣ ኣብ መንጎ ውዳበ ምክፍፋል ይፈጥሩ። ኣብ መንጎ ኣባላት ማሕበራዊ ምትእምማን ክፈርስ ዝሰርሑ፣ ንሕና ኣንጻር ንሳቶም ዝብል ኣረኣእያ የስፍሑ። ሻውዓይ፣ ክረዳድኡን ሽግራት ኮፍ ኢሎም ክፈትሑን ኣይደልዩን። ንፍልልያት ሓሳባት ቀልጢፎም እዮም ዝነጽጉን ዝጽዮኑን። እዚ ባህሪ እዚ እዩ መለለይ መራሕቲ ጉጅለ ግንባር። እዚ ባህሪ እዚ ድማ ምስ ናቶም ካራክተር ስለ ዝተሓሓዝ ክገድፍዎ ይኽእሉ እዮም ምባል የዋህነት እዩ። ገመል እንታይ ኮንካ ዓዕ ትብል እንተ ተባህለ ኣመል እዩ መልሱ። እሶም ከኣ ኣመሎም እዩ። ዘይሓላፍነታውያን ምዃኖም ኣይገድፍዎን እዮም። ባህሪኦም ስለ ዝኾነ፣ ባህሪ ወይ ኣመል ድማ ከምቲ ወለድና ዝምስልዎ ክሳብ ዘይተገነዝካ ኣይትገድፎን። ስቕ ኢሎም ኣይኮኑን ወለድና ኣመል ምስ መግነዝ ዝብሉ። ሓደ ግዜ ዕንቅርቢት ንእንቁርዖብ ካብዚ ቀላይ ሓዚልኪ ኣሳግርኒ ትብላ እሞ ከይትነኽስኒ ደኣ ምስ በለታ ግን እንተ ነኺሰኪ ደኣ ክልቴና እንዲና ክንመውት ትብላ። ወያ ለዋህ እንቁርዖብ ከኣ ሓዚላ እንዳሳገረታ ከላ ወያ ኣመለኛ ዕንቅርቢት ትነኽሳ እሞ ወይ ኣንቅርዖብ ሰንቢዳ ንምንታይ ቃልኪ ዓጺፍኪ ትብላ ወይ ኣዕንቅርቢት ድማ ከይሓነኸት ኣመለይ ኮይንኒያ ኢላታ ስለዚ እዞም መሳፍንቲ ማሕበራዊ ሜድያ መራሕቲ ጉጅለ ግንባር ድማ ነገር ኣመል ኮይኑ ከምተን ዝሓለፋ ውዳበታት በታቲኖምኹም ክኸዱ ምዃኖም ናይ ግዜ ሕቶ ጥራይ እዩ ድሮ ከማን ኣብ ውሽጦም ዘሎ ግርጭታት ክትኮስ ጀሚሩ ኣሎ። ኣብ መዛዘሚ መልእኽተይ ናብ ደጋፊ እዛ ዘይሓላፍነታዊት ጉጅለ ግንባር እዚ ዝስዕብ እዩ። ለብሙ፣ ካብ ዘይሓላፍነታውያን መራሕቲ ርሓቑ። ምስ ኣብ ከባቢኹም ዝቕመጡ ዘለዉ ብጾትኩም ኣይትበኣሱ። ነጽር እንዳበሉ ካብ ማሕበረሰብኩም ዝተነጸልኩም ይኣክል። ንጉባኤን ኣኼባን ቃልስን ኢልኩም እተባኽንዎ ዘለኹም ገንዘብ ደው ኣብልዎ። መምልኢ ውልቀ ጅቦኦም እዩ ኮይኑ ዘሎ። ኣብ ክፈሪ ዘይክእል ግራት ኣይትዝርኡ። ጸያቒ ማዕጺድ ጉጅለ ግንባር እተፍሪ ግራት ኣይኮነትን። ብብኽነት ሓሳባትን ራእን ዝሳቐዩ ዘይሓላፍነታውያን መራሕቲ ዘለውዋ ጉጅለ እትፈጥሮ ነገር የብላን። ናይ ህይወትኩም፣ ደቅኹምን ሓዳርኩምን ግዜ ኣይተባኽኑ። ለብሙ። ሕጂ'ውን ለብሙ። ደጊመ ሕጂ'ውን ለብሙ። ካብ ዘይሓላፍነታውያን ጉጂለ ተጠንቀቑ ካብ ዘይሓላፍነታውያን ሰባት ርሓቑ ኣብ ዓስራይ ክፋል የራኽበና ሰናይ ኣስጎዶም ሃይለ ዕለት ሽዱሸ ወርሒ ሽዱሸ ክልተ ሽሕን ዕስራን ሽዱሸን ቶባ
ድሕሪ ደጊም ጭራሕ ምራሕ ቃላት ጅላሕ ምላሕ ትምኒት ሓባት ጎባጥ ሕልሚ ዝራግ ምራቅ ቅኒት ሒዞም ዝበልናዮ በሉ እንገብሮ ግበሩ ድምጽና ስምዕዎ ድምጽኹም ቅበሩ ኣለና ኣጣቕዑልና እናበሉ ፍጹም ዘየለዉ ኣብ ሓሙኽሽቲ ውድቀት እናተለለዉ ናበይ'ዩ እቲ ጉዕዞ ሕጊ እንዳደለኻስ ጸግዒ ናብቲ ፌዞ መን'ዩ በዓል ውጥን መን'ዩ ዋና ትልሚ ኣሕዋት ዘተፋንን ደቂ ደዘዳሚ እዚታት ተኾይኑ ኣብ ማህጸን ዘሎ ድቂ ዓዲ ምውዓል የለን ኢላ ተቐብረት ሓቂ ኩሉ ይተኣጎት መሬት ይኹን ቀውጢ ከይተራእየ ይጥፋእ እቲ ዝጽዋዕ ለውጢ ዕንዝራ ምንዝራ ኣሰሰይቱን ቆራ ጓኖት ፖለቲካ ሰብ ሓሳብ ዕባራ እልፊ ጋሕታን ማሕታን ጠረውን ደረቕን መሲሎም ዝቐርቡ ነጎዳን መብረቕን

ጅግና እኮ ጅግና ዩ ንሓዉ ዝሓልፍ ትንፋስ ዩ ዝምጡ ይትረፍ ትንፋስ ክሕልፍ ዶባት እንዳፈጠርካ ኣብ ሃገረ ክብሪ ንመን ዩ ከርብሕ ዶብ ሰጊርካ ፍቅሪ ትሩፍ ድሕሪ ደጊም ንከረምቲ ብርዚ ንርእሶም ይስተይዎ ዝጠምቅዎ መርዚ ገጣሚ ብርሃነ ገብርሂወት።